ብቤት ስድራ ተኸታተልቲ ኢሎም ኣንትዩ ዘለኹም ነጻኹ ዛዕባታት ኣብ ሶሻል ሚድያ ብጣዕሚ ኣዘራረቢ ዝነበረ ዛዕባታት እዩ ከምዚ ዓይነት ቪድዮታት እትደልዩ ደሞ ሰብስክራይብ ሼር ላይክ እናገበርኩም ኣብዛ ሰብስክራይብ ደሞ ኖቲፊኬሽን ኣላ ንዓ ክሊክ እናገበርኩም ከምዚ ሓድሽ ኢንፎርሜሽን ናብ ቅድሙ ናባኹም ክንክመጽእ ክትገብርዎ ትኽእሉ ኢኹም ንዓና ደሞ እዛ ሰብስክራይብ ሼር ላይክ ብምሕጋዝ ንዓኹም ደሞ ጽቡቕ ቪድዮታትን ሓድሽ መዘራረብትን ኢንፎርሜሽን ዜናታትን ናባኹም ንክመፅእ ቀዲሙ ክትገብሩ ትኽእሉ ኢኹም። ሕዚ ናብዛ ቪድዮና ንቐፅል። እቲ ኣእዳዋ ዝተቆረጸት ኤረትራዊት ሓፍትና ናታ ነብሳ ተራኪቡ ኣብ ጀርመን መግለጺ ሓድሽ ናይ ሎምዓንተ ወጺኡ ህጂ እቲ ናታ ሬዛ ከኣ ብዘይ ርእሲ ርእሳ ውን ተቆሪጹ ኣብኡ ጸኒሑ ህጂ እቲ ነብሲ ናብቲ ሬህትስሜዲሲን ዝባሃል ናብ ሓኪም ስፔሲያሊስት ናይ ፖሊስ ኣትዩ ኣሎ መርመራ ናይ DNA ክግበበር እዩ መን እዩ ቀቲልዋ ክፍለጥ ምእንቲ ከምኡ ድማ ከኣ እቲ ናታ በዓልቲ ቤታ ከኣ ኣብ ካልእ ሃገር ተኣሲሩ ኣሎ ኣብ ካልእ ሃገር ተታሒዙ ኣሎ እሱ ድዩ ቀታሊ መን እዩ ቀታሊ ብሂጂ ክምርመር እዩ። ደስ ባሃሊ ሌኾነ ዜናታት ኢና ንሰሚዕና ኣና እንታይ ይመስለኩም ንስኩም እስቲ ሓሳብኩምስ ኣብዛ ኮሞንት ጻሓፉ። መቸም ብዛዕባ ኣፍሪካን ዩንየን ተዛሪብና ኣይንርብርብን እንዲና እዛ ዓመት እዚኣ ማለት እዩ። ዕለት ዓሰርተ ኣርባዕተ ወርሒ ዓሰርተ ክልተ ክልተ ሽሕን ዕስራን ሓሙሽተን ኣብ ኦፊሻል ናይ ኤክስ ኣካውንቶም ከምዝዘርግሕዎ መሰረት እንተድኣ ኮይኑ ነቲ ትማሊ መዓልቲ ኣብ ኣውስትራልያ ዘጋጠመ ኣብ ልዕሊ ናይ ኣይሁዳውያን ኮሚኒቲ ዘጋጠመ መጥቃዕቲ ከም ዝኾነንዎ ብዕሊ ኣብ ናቶም ኣካውንት ገሊጾም ማለት እዩ። እዞም ኦርጋናይዜሽን እዚኦም ኣፍሪካን ዩኒየን ተባሂሎም ይምጽዑ። ብሙሉኡ ሕብረት ኣፍሪቃ ተባሂሉ ይጽዋዕ። ኣብ ውሽጢ ኣዲስ ኣበባ ኣብ ኢትዮጵያ ድማ ይርከብ ናቶም ሄድኳርተር። እዚ ኩሉ ሕንፍሽፍሽን ባእስን ኣብ ውሽጢ ኢትዮጵያ ዘጋጥም ዘሎ ድማ ሓንቲ መዓልቲ ብዛዕባ ናይ ኢትዮጵያ ጽሒፎም ኣይፈልጡን እዮም። ንሱ ጥራይ ዘይኮነ እዚ ኩሉ ጸገማት እዚ ኩሉ ኩናት ኣብ ውሽጢ ሱዳን ዘጋጥም ዘሎ እውን ክሳብ ሎሚ ጽሒፎም ኣይፈልጡን። ተወሳኺ እቲ ኣብ ካሜሮን ንልዕሊ ኣርብዓ ዓመት ክመርሕ ዝጸንሐ ፓውል ቢያ ተባሂሉ ዝጽዋዕ ዲክታቶራዊ ስርዓት ብትኸክለኛ መገዲ ፕረዚደንታዊ ምርጫ ተሳዒሩ ክንሱ ደገፉ'ውን ከርእይዎ ተራእዮም እዮም። ኣብዚ ናይ ክልተ ሽሕን ዕስራን ሓሙሽተን ዝገበርዎሲ ኣዝዩ ብዙሕ ዝኾነ ነገራት ኣሎ፣ ግዜ'ውን ኣይኣኽለናን ኣብዚ ክንትንትኖ ማለት እዩ። እቲ ኣዝዩ ዘሕዝነካ ነገር ኣፍሪካን ዩንዮን ከባቢ ሰብዓ ሚእታዊት ዝኸውን ናቶም ዝረኸብዎ ፋንድስ ካብ ደገ ዝመጽእ ፋንድስ እዩ which is ፓርትነርስ ኢሎም ዝጽውዕዎም ንሶም ማለት እዩ ወላ ንሶም ውን ብሓዋላ እዮም ዝካየዱ ማለት እዩ so ነቲ ዝሕውለሎም ዘሎ ሰብ ንከየቀይሙ ወይ ንከይ ንከይሓርቆም ድማ እዚ ዓይነት ጽሑፍ ኣብ ናቶም ኣካውንት ፖስት ይብሉ while ኣብ ውሽጢ ገዝኦም ኣብ ውሽጢ ኮንቲነንት ናቶም ብኣሽሓት ብሚልዮናት ዝበጽሑ ሰባት ተፈናቂሎምን እናሞቱን ከለዉ

ደስ በሃሊ ሌቆነት ዜናታት ኢና ንሰምዕ ኣለና እንታይ ይመስለኩም ንስኩም ከ እስቲ ሓሳብኩም ኣብዛ ኮመንት ጸሓፉ። ዛውትኛ ቪድዮ ሪኢና ንመለስ እና ኮሜንት ላረኣና ክንስሓቅ ኢና ላብ ማንም ከይትከዱ ቅድሚኡ ጊን ይብለኩም ኣለኩ ሚእቲ ሽሕ ፈለወር ተእቲኩምኒ ብናዕለይ ክሰርሐልኩም እየ ኢለኩምስ በቃ ልኣይ ክትጸርፉስ ትጓየ ኣለኩም በቃ ኣታ እንድዚ ዲኩም ትጸልእና ታይና ጌርናኩም ሕዶ ግደ እና ዛውትኛ ቪድዮ ሪኢና ንመለስ እና ኮሜንት ላረኣና ክንስሓቅ ኢና ላብ ማንም ከይትከዱ

ኣብ ግራውንድ እያ ኣትያ ነይራ እምበይ ድሮን ልዚኣ ላረየት ሓዲጋታ የመኸደት እዩ ነይራ ዛውዝኒያ ኮሜንት ብጣዕሚ እያ ተሞችያትኒ እኒያ ምክንያቱ ቀልዲ ምስ ቁም ነገር ልሓዘት እያ እንታይ እያ ትብላ ፍርቂ መሬት ትግራይ ተወሪሩ ሃም ለለኩ እያ ትገልፅ እላ ሮፍናን ብሰይፉ ተኸሺና ትቐርበካ ተላ እዚኣስ ከይትምርዖ ደሊኻ ኢኻ ከምዚ ከይትቕነ እንዳ ፈራሕካ ሰበይትኻ ክሓስበሉ ሓሳበይ ቀይረ እየ ጥሩይ ዋ እዚኣማ ሓቅኻ እዚኣ ትኽክልካ ኢኻ ሓጋይና ክረምቲ ዝኾነ ርእሲ

ንስኹም ሓገዝ ኣይትደልዩን ማለት እቲ ዝጠመየ ህዝቢ ሓገዝ ኣይደልን ማለት ኣይኾነን። ንስኹም መን ስለ ዝኾንኩም ኢኹም ኣብ ዝተጸገመ ሰብ ከክንድኡ ትዛረቡ? ንስኻ ንኤርትራዊ ኣይትፎቱን ማለት ወይ ንስኻ ንኤርትራዊ ኣይትሕግዝን ማለት እቲ ሓደ ትግራዋይ ንኤርትራዊ ኣይፎትን ወይ ኣይሕግዝን ማለት ኣይኾነን። ኣብዚ ሕዚ ሰዓት ዘድልየና ህዝቢ ትግራይን ህዝቢ ኤርትራን ክልቲኡ ብሓደ ኮይኑ እቲ ሓደ ክጽገም ከሎ ነቲ ሓደ ክሕግዝ እቲ ሓደ ኤርትራዊ ክጽገም ከሎ ውን እቲ ትግራዋይ ክሕግዞ እምበር ብመንነቱ እንዳግለልኻ ኤርትራዊ ኣይሕግዝን ትግራዋይ ኣይሕግዝን ክንበሃሃል የብልናን። ንኣሌክስ ውን ደጊመ ደጋጊመ ክብሎ ዝደሊ ነገር ብርግጽ ትማሊ ሓጊዝካ ኢኻ ነቲ ተጸገመ ህዝቢ ልዕሊ ክልተ ሚእቲ ሽሕ ወይ ሚእቲ ሽሕ ያው ኣዋጺኡ ኣሎ። ግን እዚ ማለት ንስኻ ክልተ ሚእቲ ሽሕ ወይ ሚእቲ ሽሕ ስለ ዝሃብካ እቲ ካልእ ህዝቢ ካሊእ ሓገዝ ኣይይድልን ማለት ኣይኾነን። ናይ ሕዚ ጥራይ ኣይኾነን ኤርትራውያን ኣብቲ ሕማቕ ሰዓት ከይተረፈ ብጣዕሚ እንዳሓገዙና ኣብ ጎኒ ህዝቢ ትግራይ ኾይኖም ክሳብዛ ሰዓት እዚኣ እንዳሓገዙ ዝመጹ እዮም። ብጣዕሚ ዝዓበየ ክረዲት ክንዲ ምሃብ ንስኹም ኣይተድልዩናን ናትኩም ሓገዝ ኣይድልየናን ዓርስኹም ክኣሉ ንሕና ንኤርትራውያን ንሕግዝ ዝብሉ ቃላት ምምጻእ እዚ ትኽክል ኣይኾነን። ደጊመ ደጋጊመ እውን ዓገብ ክብሎ ይደሊ።

ኣነ ትማሊ ኖርማል ይመስልን ነይሩ ክሳብ ከምዚ ክሳብ ከምዚ ንሓጎሶም ደቂ ኤረ ንሓጎሶም ኩልና ንሓጎሶም እዚ እኳ ናይ እዚ እኳ ህይወት እኳ እዩ። ትግርኛ እኳ ትዓርብ ተላ ትግርኛ እዛ ብትግርኛ ብህይወታ ተከልበርከም እዚ ርኹስ ትግርኛ እዚ ብስብስ ዕስዕስ ትግርኛ በቃ ብስብስ ኢና ኩላትና ብስብስ ኢና ኣነ ግን ከምዚኣ ይመሰለትኒ ከምዚኣ ስለ ዘይመሰለትኒ ሕጂ እዞም ህዝቢ እዚኦም ህዝብና እዮም በቃ እዚ ኣብዚኣ ዝሕግዝ ደቂ ኤረይ ሽኮሪናት እዚኣ ናይ ሕልና ጉዳይ እያ ግደፎም ነዞም ኣብ ቲክቶክ ናብታ ካልኣይቲ ቪድዮ ንሕለፍ
ኣይትፈርሕ እንድያ
ኣዛ ንዓታ ኣይተሰለና ወዲ ከልቢ ኣምሓት ሓራሙ ሓራሙ እንቃጥብ ነደልና ነዚ ሕዝካና ትመፅያ ደገርፈና ብራዘር እያ

ብዛዕባ ሕንጻጽ ጽቡቅ ንርኢ ኣለና ጽቡቅ ሰብ የዋጽእ ኣሎ እግዚኣብሔር ኣምላክ ንዝሃበ ኣዕዚዙ ይባርኮ ብዛዕባ ዳባት ከ ድኣ እቲ ናይ ተግባር መዓልቲ ዝከውን መዓስ እዩ ዝከውን ብፍላይ ኤርትራውያን ኣሕዋት ብዛዕባ ዳባት መዓስ እዩ እቲ ተግባራዊ ብሓንሳብ ሓቢርና ህዝብና ክነድሕነሉ ንኽእል ሰዓት መዓስ እዩ ኣነ ብጣዕሚ እዩ ዝገርመኒ ይትረፍ ንምሕጋዝ ዝሕግዙ ሰባት ውሱናት ክኾኑ ኣለዉ ይትረፍ ንምሕጋዝ እቲ ቪድዮ ንባዕሉ ብዛዕባ ዳባት ዝተዘርበ ቪድዮ ሸር ኣይበሃልን እንታይ እቲ ምስጢሩ ግን ንወገንካ ክትረድእ ዘየኽእለካ ምስጢር እንታይ እዩ ናይ ዝተዛረብና ጥራይ ዋላ ሓንቲ ትርጉም የብሉን ኣሕዋትና ዘይንረድእ እንታይ ንኸውን እንታይ እዩ እቲ ፀገምና እስኪ ብጣዕሚ እዩ ዝገርም ብጣዕሚ እዩ ዝገርም ብዛዕባ ዳባት ክዝረብ ከሎ ኩላ ሰብ ኣፅቅጥ እያ ተብል ውሑዳት ሰባት እዮም ዝሕግዙ ዘይሕግዙ የለውን ማለት ኣይኮነን ዝሕግዙ እውን ኣለዉ ግን ውሑዳት ሰባት ናይ ውሑዳት ሰባት ኮይኑ ዓበይቲ ሰባት ንብለኩም ብፍላይ ዓበይቲ ሰባት ንብለኩም ነቕልበልኩም ኣለና ዋላ ሓንቲ ኢኹም ቀልቢ ክትገብሩ ዘይትደልዩ ምስ ጉዳይ እምነትን ምስ ጉዳይ ፖለቲካን ተተሓሕዝዎ ተሃሊኹም ትጋገዩ ኣለኹም። ኣብ ሂወትን ሞትን እዩ እዚ ኣብ ሞንጎ ምማትን ኣብ ሞንጎ ምህላውን እዮም ዘለዉ ዘም ህዝብና። ሕጂ ግን ብዛዕባ ናይ ሕንጻጽ ብጣዕሚ ዘሕጉስ እዩ ኤርትራውያን ተጋሩ ኩልና ተሳቲፍና ጽቡቕ ደስ ዘብል እዩ ንዝተጸገመ ምሕጋዝ ግርም ብዛዕባ ዳባት ግን ውሑዳት ሰባት እዮም እቶም ብዛዕብኡ ዝዛረቡ ይኹን ዋላ ብዛዕቡ ዝሕግዙ ይኹን ንተሓጋገዝ እግዚኣብሔር ዝፈትዎ ህዝብና ውን ዲሒኑ ክንሪኦ ዘሐጉስ ነገር እዩ ንቅድሚት ውን ተስፋ ዝህብ እዩ። ናብታ ካልኣይቲ ቪድዮ ንሕለፍ። ንኹልና ተጋሩ ሓደ ህሊናዊ ግዴታ ተዋሂቡና እኒኦ ደቂ ዓበይቲ ብስለለ እዚ ቪድዮ እዚ ናብ ሞባይልኹም ለለዉ ኩሎም ፍሬንድታትኹም ሼር ምግባር እና ዓሰርተ ዓሰርተ ግዜ ኮፒ ሊንክ ምግባር እዩ ደቅኒ ኣብ ሕፃፅ ልዕሊ ዓሰርተ ሽዱሽተ ሽሕ ተፈናቐልቲ እኒኦ እና ካብቶም ዓሰርተ ሽዱሽተ ሽሕ ሰለስተ ሚእቲ ሓምሳይ ሰባት ብሕማም እና ብሞት ተፈልዮሞም ደቂ ዓበይቲ ሽሕ ሸውዓተይ ሰባት ለለኸዚ ኣብ ኣፍ ሞት እዮም ልግነዩና ልቶም ሰባት እዚኣቶም ሃመ ጌርና ንድሕኖም ልብል ዓብዪ ኣጀንዳ እዩ ለሎፍቲ ኸዚ ግዜ ደቅኖ ልራእሲ ልኡል ልብሬት ዴፍ ልሓያል ሰብ ኣብቲ ቦታ እዮም ለለው ደቅኖ ሃመ ጌርናቶም ሰባት ነድሕኖም እዩ ሓንቲ ሓንቲ ለላ ዋና ነጥብና ልዚ ለለ ሓፃር መፍትሒ ተጌራ እኒኣ ደቂ ዓበይቲ ቀላል መፍትሒ ሎማዓንቲ ካብ ዕለት 11 ክሻዕ ዕለት 13 ኣብና ሜጀር ትዲኤፍ ናላይ ፕሮግራም እኒኦ ልቶም ኣሕዋትና ንሽ የገንዘብ ተሰባሲቡ ህይወቶም ሴፍ ልገበርሉ ናላይቭ መተኣኻኸቢ ፕሮግራም ሎማዓንቲ ምሸት ካብ ሰዓት ሰለስተ ይጅምር ኣሎ ዕለት ዓሰርተ ሓደና ኩለኹም እዚ ቪድዮ እዚ ኩሉ ሰብ መፅኦ ዓሰርተ ድዩ ሓሙሽተ ቅርሺ ደውሪ ናቶም ሰባት እዚኦም ህይወት ልከድሕን ሼር ገበርሉ ሓደራ ደቂ ናይ ሓደራ እዚ ቪድዮ እዚ ሼር ኮፒ ሊንክ ገበርዋቶ ሓደራ ኣጀንዳና እቶም ሰባት እዚኦም ምድሓን እያ ደቂ ዓበይት ካብቲ ህዝቢ ምዕራብ እዚ የኾነ ኢዱ ህንደይ ርግኦ ህንደይ ጮማ ኣሎ መደ ህዝቢ ንሓንቲ መዓልቲ ትብላዕ ምግቢ ትስእ እንተሎ ብጣዕሚ ህልና ካብ ሰብርና ሓደራ ሼር ገበርዎ ሰሰና ኢላኹም ሓደራ ኮፒ ሊንክ ተይገበርኹም ዓሰርተ ግዜ ከይትሓልፍዎ

እታ ሃገርስ ናተይ ክብርታት እያ ሒዛ ዘላ ስለዚ ጉዳይ ኤርትራ ንጎኒ ገዲፍካ ጉዳይ ኤርትራ ጓኒኻስ ኣብ ዘይኮነ ነገር ኮለፍ ክትብል እንታይ ማለት እዩ እንታይ ማለት እንታይ ማለት እዩ እንታይ ሰብ እንታይ ኮይኑ እንታይ ኤርትራ ግን ክርዳእ ዘይከኣለ ግን ማለት እንታይ ኮይኑ እንታይ ኤርትራስ ተፋቲሕዋ እንታይ ኮይኑ ሰብ ሓቀይ ኮይ ፍክር ዋ ስለምንታይ ብዛዕባ ኤርትራ ክዛረብ ዘይደሊ ሰብ ናይ ኤርትራ በቃ ክሳድና እዩ በቃ ኤርትራ ንሃገር እያ እስካብ መወዳእታ ከዓኒ ናብኣ ንክምለስ ኣብ ኤርትራ ለውጢ መፅኡ ናብኣ ንክምለስ ካብ መወዳእታ ክቃለስ እየ ስለዚ ትግራይ ብዘይ ኤርትራ ዋላ ሓንቲ መፃኢ የብላን ብዘይ ቀይሕ ባሕሪ ዝኾነ ይኹን መፃኢ የብላን ስትራቴጂክ ረብሓና ብመረፃ ይረጋገፅ ብገለ ይረጋገፅ ኣብ ኤርትራ ለውጢ መጺኡ ኤርትራ ትግራወይቲ ሃገር ኮይና ትግራዋይ ወደባት ክኸውን ክኽእል ኣለዎ ኤርትራ እምበር መረፃ ገለ ምንታ ትባል ፌደሬሽን ከዓ ክንዕቆ ክንክእል ኣለና ኣንፃርቲ ፌደሬሽን ክንከይድ የብና ናብታ ካልኣይቲ ቪድዮ ናብታ ካልኣይቲ ቪድዮ ንሕለፍ ምንም በቃ ምግብ ይባል የለ ዝገዛ ታይረክናኒ ናጠመይና ጠመይና ናጠመነ ወዲያ ከምትሐዚ

ኣይተውፅዎ ኣይተውፅዎ በጃኹም ደቂ ኤረይ እንታይ ክንሕግዞም ንኽእል መና እታ ንዕባታ ናበይ ከም ንሕግዝ ንግበር ተካል መርገም ኣዴኻ ካብዛ ቦታ እዚኣ ኮፍ ጥብላ ደቂ ኤረይ ጥሜት ካልኣይቲ የብላን ተካል መርገም ከምዚ ዓይነት ህዝቢ ከሎስ ኣብዚ ሚድያ ካሉ በኣስ ንባላላዕ ደም ንብላዕ መርገም ኣለዎ እዚ ህዝቢ ብእውነት መርገም ኣለዎ እዚ ህዝቢ ትግርኛ እንድዕመቸም

ኣብዚ ከታ ይብሉ እስቲ ሪኢና ይመለስ ይስማዕ ኣለኹ ዶ እወ ብራዘር ፋታ ኣበይ ዝበሃል ሞኒካ ሓብትና ምናልባት እቲ ኣብዚ ኣብ ደገን ኣብ ውሽጥን ዘሎ ኤርትራዊ እኳ ይፈልጠኒ እዩ ከምኡ እውን ተጋር ሕዋት እዮም ዝፈልጡኒ ሰብየ እዚ ግብሪ ሕያዋይ ሳምራዊ ዝበሃል ንሰብ ብዓሌት ብቋንቋ ከይፈለየ ዝሕግዝ ትካል ኣብዚ ትግራይ ኣብ ኤርትራ ኣብ ኢትዮጵያ ካብ ዝምስረት እኳ ዳርጋ ሽዱሽተ ዓመት ሸውዓተ ዓመት ኣቑፂሩ ኣሎ ኣብ መንጎ ኩናት ኣብ ዝተኣፋፊ ዝተባሃለ ቦታ እናኸደ ነቲ ህዝቢ ኤርትራ ብፍላይ ድማ ኣብቲ ፀዋግ እዋን ኣብዚ ናይ ዳባት መዓስከር ስደተኛታት ካብታ ገና ሰለስተ ሚእቲ ጀሚሮም ካብ ትግራይ ብሰንኪ እቲ ኣብ ትግራይ ዝነበረ ዕፅዋን ክባን መፂኦም ኣብ ዳባት ኣለምዋጭ መዓስከር ስደተኛታት ካብ ዝኣተወሉ ሰዓት ጀሚሩ ብጥይት እናተወቅዓና መካይና ብጠያይቲ እናተቃፀላ ክሳብ ሕጂ ብከቢድ መስዋእቲ ዘገልግል ዘሎ ትካል እዚ ግብሪ ሕያዋይ ሳብራዊ ዝበሃል እዩ ኣብ ዳባት እናተመላለሰ ብወግዒ ድማ ካብኡ ከይዱ ብዋጋ ህይወትና ቪድዮ ቀዲሕና ንህዝቢ ዓለም እንዝርግሕ ዘለና ንሕና ኢና እዚ ማንም ሰብ ዝፈልጦ ኣይኮነ ነዚ ሕጂ እውን ኣብ ትግራይ ኣብ ዳባት ዘሎ ከቢድ ኩነታት ቀዲሕና ዘምፀናዮ ኣነ ኣነ ኣምፅእ እዩ ነዚ ከምፅኦ ከለኹ ከም ኣብ ኣዲስ ኣበባ ኮይኑ ወይም ኣብ ትግራይ ኮንካ ብውሕስ ቦታ ኮንካ ኣይኮንካን ትቀድሖ ንሓንቲ ቪድዮ ክትቀድሕ ወይ ሞት ወይም ሕየት እያ ትማሊ ትማሊ ኣማንኤል ጆን ኣማንኤል ዝተባሃለ ሓውና ሓገዝ ከብፅሕ ከይዱ እንታይ ከም ዝገጠሙ ኣብቲ ናትና ፌስቡክ ርኢኹሞ ኢኹም ሕጂ ዝኾነ ሰብ ናብ ዳባት ከይዱ ከብፅሕ እንድሕር ኮይኑ ሕጋውነት ዳኣራ ዝበሃል ናይ ሕጋውነት ወረቐት ክህሉ ኣሎ እዚ ናትና ትካል ሕጋዊ እዩ ላይሰንስ ድዩ መንግስቲ በዓሉ ኦዲት ዝገብሮ ኦዲት ገይሩ እቲ ዝኣቱ ዝወፅእ ኩሉ ኦዲት ዝኸውን ብከምዚ ዓይነት መልክዕና ድማ ንህዝብና ዓሌት ሃይማኖት ቋንቋ ከይፈለና ዋላ ንሕና ናይ ፕሮቴስታንት ሰዓብቲ ንኹን ናትና ማሕበር ተልእኮ ስላሴና ዓለም ዝበሃል ማሕበር እዩ ልክዕ እዩ ሚሽን ናይ ሚሽን ማሕበር እዩ እንተኾነ ግና ሓንቲ መዓልቲ ብታሪክ ኣብዝና ናትና ዩቲብ ኣቲኹም ክትርእይዎ ትኽእሉ ኢኹም ኣብቲ ናትና ቲክቶክ ክትርእይዎ ትኽእሉ ኢኹም ካብ ኦርቶዶክስ ይኹን ካብ ካቶሊክ ይኹን ካብ ሙስሊም ይኹን ብፍላይ ድማ ካብ ፕሮቴስታንት ብብዝሒ እናተቐበልና ተላኢኽና ነብፅሕና ካብ ኣዲስ ኣበባ እውን ከይተረፈ ዝተፈላለየ ናይ ኦርቶዶክስ ቤተክርስትያናት እውን ማሕበር ሚካኤል ደን ማሕበር ዝተፈላለየ ዝልእኻና ካብ ደገ እውን ዘለዋ ማሕበራት ናይ ኦርቶዶክስ ቤተክርስትያን ልኢኸናና ብሕድሪ ክሳብ ሕጂ ነብፅሕ ኣለና ሕጂ እውን እቲ ዘድሊ ነገር ንህዝብና ምብፃሕ ስለ ዝኾነ ድላዩ የብፅሓዩ በዚ ሕጂ እዋን ንህዝቢ ኤርትራ ብፍላይ ኣብ ዳባት ማንም ሰብ ደፊሩ ናብኣ ከም ዘይከይድ ይፈልጥ እያ ኣነ ንምንታይ ንኣ ማለት ቆልዑት ወሊድካ ንዋጋኻ ረኪስካ ንኻልኦት ክተድሕን ምፍታን ከቢድ እዩ ይፈልጡ እያ እቲ ክስታይ ሕጂ ንኸምኡ ስለ ዝኾነ ድማ መንግስቲ ካብዚ ናብ ዳባት ንክትከይድ ከለኻ ውሕስና ይወስደልካ እየ ዝብለካ ትፈልጡ ኢኹም ልዕሊ ሰላሳ ዝኾኑ ኤርትራውያን መይቶምና እዮም ንሞባይል ተባሂሎም እዮም መይቶም ሕጂ እቲ ኣብ መዓስከር ስደተኛታት ኣብ መዓስከር ናብታ ካልኣይቲ ቪድዮ ንሕለፍ
ግን ኣቦ ሸርተር ኢሎም ክመፁ እዩ ግን ልሞት ሰየለ ልሞት ሰየለ ዝሰር ልሞት ሰየለ ልሞት ሰየለ ዝሰር

ተህሪብ ድዩ ዝበሃል ፀርሒ ዓይኒ ከምዚ ሓመድ ደፈጨና በሊዕና ከይና ኣትና ቁም ነገር እንድሕር ዘይበፂሕና ብጣዕሚ ይጨነቕ ሳራ ዝተወሰነ ተኽልታት እኒሄው ዝሮ ዝሮ ራእይዎ ኣብዚ እኒሄ ዝተፈላለየ ቦታ ዝመፁ ሰባት እዮም ዝስደዱ እኒሄው እዚ ደማ ሓውና ወዲ

ኣለናል ከይበልዎ
ናብታ ካልኣይቲ ቪድዮ ንሕለፍ ኣብዚ ግዜ እዚ ሲ ብመንግስቲ ናይ ኢትዮጵያ ከምኡ ድማ ብኣዝዮም ብዙሓት ዝተፈላለዩ ኣክቲቪስት ብዛዕባ ናይ ዓሰብ ፖርት ምውናን ከምኡ ድማ ኣክሰስ ባሕሪ ንምርካብ ዝበሃል ንኢትዮጵያ ኣተሓሕዥ ኣዚ ብዙሕ ዝኾነ ዘረባታት ዝመጽእ ካብ መዓልቲ ናብ መዓልቲ ብዙሕ ዘረባ ርኢኹም ትኾኑ እዮም ኮይኑ ግን ኩልኹም ኤርትራውያን መንእሰያት ነዚ ነገር እዚ ዘይትፈልጡ እንተ ኮንኩም ሎሚ ክትፈልጡ ይግባኣኩም ማለት እዩ እዚ ኣብ 1995 ዝወፀ ብኣይኤምኤፍ ዝወፀ ሪፖርት ናይ ስታፍ ካንትሪ ሪፖርት ማለት እዩ

እዩ ዝግለጽ ነይሩ። እዚ ናይ ነጻ ዕድላት ነቲ ኣብቲ ግዜ እቲ ዝነበረ ናይ ኢህኣድግ መንግስቲ ናይ ኢትዮጵያ ተዋሂብዎም ነይሩ ማለት እዩ። ኣብኡ ከለዉ ግን ናብ ጅቡቲ ዝርከብ ፖርት ሽፍት ብምግባር ብጅቡቲ ንግዲ ጀሚሮም ማለት እዩ። ቀዳማይ ምኽንያት ነዚ ፖርት እዚ ብነጻ ገዲፎም ናብ ጅቡቲ ከይዶም ብገንዘብ ከፊሎም ክጥቀምሉ ዝኸኣሉ ድማ the fact that ዓሰብ ፖርት ናይ ኤርትራ ኮይኑ ንምሉእ ህይወቱ ንኽነብር ስለ ዘይተቐበልዎ ጥራይ መብጽዓት እቲ So መንግስቲ ኢትዮጵያሲ ናይ ብሓቂ ተጠቃምነት ናይ ቀይሕ ባሕሪ ስለ ዝደለዩ ጥራይ ድዮም ንዓሰብ ዝብሉ ዘለዉ ወይስ ካልእ ዕላማ ኣለዎ ኢልኩም ትሓስቡ?